ሕራይ እምበኣር ክቡራት ተዓዘብትና ሕጂ ከኣ እታ ናይ ዓቐብ ጸወታ ኣብ ወዲ ሙሌ ተታሒዛ ደላ ንግዚኡ ናብኣ ኢና ክንከይድ።

ኣጣቕዕሉ እንካ ለከ እንደቐጡ ሓደ በዚኦም ትጅመር ኮላ ብኣና ኣጅመር ኢሎም ሓደ ኢሎም ብኣና ኣጅመር ኢሎም በር ወሲዶም ኣማትናት ሲጀመር ብኦም እያ ትጅመር ኣርባዕተ ካብ ፍሉጣት ዝና ዘለዎም ማሰኛታትን መላቐስትን ሃገርና ጥቐስ
ማሰኛ ሽምን ሽማ ኣቦን ምሽ ዶ ወላስ እዋ ሞ ዓሰርተ ደቂቕ ደይ ትኾን ዳ እታ ግዜ ከምዚ ድዩ ትሕቶ ኣብርሃዋይ ከምዚ መሰለና ደቂቕ ወስዶ ማሰኛታትን መላቕስ ናይ ሰሎሙን ፀሃየ መፅሓፍ ኣላት ኩሉ ስእሊ ኣሎ መፅሓፍ ኣላ እንዶ ዓባይ ማሰኛታት ማሰን ከምኡ እንድያ ትብል ኣርእስታሲ ንዓይ ደይ ትመፀኒ ርዛዕ ማሰን መልቀስን ትብል

ኣታጆኻ ሓረጎት ከ ማሰኛ እዩ ፈሐራይስ ከመን
ቀይሕ ሰብኣይ ድበልካ ወልደን ኪኤል ገለ ኣሎ ንሕና ኢና እኮ ቶማስ ግደፍ ናፍቶም ናይ ድግያት ገለ እንዲ ድኸይድ ኣለኹ እዋናው ትኸይድ ኣለኻ ርእ ከለኹ ልንኪኤል ርእሰይስ ናብኡ በዓል ገብራይ ገለ የሎ ገብረ ገብራይ ገብረ
ገብረ ሚካኤል ገብረ ገብራይ ገብረታትዮስ

ነጋሽ ሳግላ ነጋሽ ሳግላ ኤደለ ኣነ ተወልደ ማዓሽ ባሻይ ተመልሶ ቀለታ ነጋሽ ባይሩ ነጋሽ ባይሩ ነጋሽ ሳግላ በሃል ገብረ መድን ብስራት ባሻይ ተመልሶ ኣይ ነፍሲ ክንነግር ኮና ንህዝቢ ዝሰቀሉ ኣታቶ ኣቶ ተወልደ ማዓሽ ኣይትርኣ ኢኻ ናብ ዝበጽካ ቁጥር ምረጽ ኣረብ ቅድሚ ኣምላኽ ዜራና ሞጥር ምረጽ ሓሙሽተ ንዓንቲ ወይ ጢም ኣታ ንኽስሕ ንዋስ ክንድዚ ይፈክር ሓሙሽተ ኢልኩም ስም ኣርባዕተ ሃገራውያን ማሕበራት ናይ ሃገርና ብዝርዝር ግለጽ

ብራቮ ማ- ሃገራዊ ማሕበር ደቂ ኣንስትዮ ኤርትራ ብራቮ ሓደ ክልተ ነጥቢ ሓደ ማሕበር ስንኩላን። ማሕበር ስንኩላን ኣይኮነ ብሉ በሎ ኩሉ ሃማዲ ምሽ ኢልካ ዘርዚርካ ሶባበ በቃ ኣብ በላ ክንዲ ዘረዳእኮስ ኣሎ መፀውዕ ብዙሕ ኣለዎም ከም ጥራይ ኮኑ ሃገራዊ ማሕበር ደቂ ኣንስትዮ ኤርትራ ዶ ኢልካ እዎ ናት- ናቶም ካለ

እወ እንዳ ግን ፍልጥትና እንተ ኾንኩም እዚኣ ሃማተ ሃማተ ዶ ሃማተ ሃማተ ሃገራዊ ማሕበር ተዋሳእቲ ኤርትራ ንዋ ድዒ ምስ መልሶ
ናትኩም ደይኮነ ኣብ ናትኩም ትንገሩ ኢኹም
ከይትነግሮም ናይ ክልኤ ምዃኑ ኢልኩም ኣይትዛረቡ ባጆኹም
ተማሃሮ ሃገራዊ

ናይ ክልተ እንታይ ከወሲድኩም ዶ? ናይ ክልተ ናይ ሓደ ክልተ ወሲድና ወሲድና በቃ ወዲ ወዲኹም ሓንሳብ ናይ ክልተ ምስ ወሰድኩም ናይ ክልተ ወሲድና ሃማማተይ ናይ ሓንቲ እያ ሰለስተ- ማለት እዩ ናይ ሰለስተ ሃትኩም ወይ ናይ ኣርባዕተ ትኸውን ኢለ ዝገመትኳ ስቕ ኢለ ክብላ በላ ሃኮሰ እየ ሓኮሰ እወ ዘርዝራ በጃኻ ይናሲ ዘርዝራም ሃገራዊ ኮርፖሬሽን ሰራሕተኛታት ኤርትራ

ንሕና ከኣ ሰለስተ ወሲድና። ሃሁ ሬድ ኦኔን ኤን ሮዝመሪ ሄር ኦይል ካብ ዘይቲ ናይ ኣብዓኸ፣ ብላክ ሲድ፣ ቅንፍር፣ ሮዝመርን ቀይሕ ሽጉርትን ካልእን ተዋጽዩን ተጸቒጡን ዝዳሎ ብሉጽ ዘይቲ ርእሲ ኮይኑ ጸጉርና ኣብ ግዜ ወሊድ ብዝፍጠር ምስብባር ጸጉሪ፣ ብርሒ፣ ምርጋፍን ምስሓውን፣ ብለጻይቶ፣ ብፎሮፎርን ካልእ ምኽንያታትን ምስ ዝመውት ወይ'ውን ተፈጥሮኣዊ ቅብኣት ዘይብሉ ደረቕ ቆርበት ርእሲ ምስ ዝልወና ሃሁ ሄር ኦይል ዝተሰርሓሉ ኦርጋኒክ ኣትክልቲ ኣብ ውሽጡ ሒዙ መመሊሱ እንዳቦኸዐን ኣዝዩ እንዳሓየለን ዝኸይድ ዘይቲ ብምዃኑ ህይወቱ ንዘጥፈኣ ፀጉሪ ብዘይ ፀገም ክፍውሶ ይኽእል። ብፍላይ ብብርሒ፣ ምውዳእን ምርጋፍን ፀጉሪ ርእሲ ምስ እንሽገር በቲ ናቱ መፋሕፍሒ መርፍእ ወይ እውን ብኣሁ መመሸጢ እናፋሕፋሕና ምስ እንጥቀመሉ ኣዝዩ ብሉፅ ውፅኢት ይህበና። ፍርያትና ኣብ ስኮትላንድ ዝፈሪ ኮይኑ ክትከፋፍሉ ምስ ትደልዩ ተጠቒሱ ብዘሎ ኣድራሻና ክትረኽቡና ትኽእሉ። ብተወሳኺ እውን ኣብ ኩለን ናይ ሓበሻ ድኳናት ተዘርጊሑ ብምህላዉ ገዚእኩም ክትጥቀምሉ ትኽእሉ።
ንግድ መን ኢና መን ይፅውዕ ፅውዑ ቁፅሪ ካብ ሓቂ ስጋዕ ክዘይ ዋይ ሕጂ ሄልና ክንጅምር ፀወታ ናበልቲ ኑ ኣላልያ መደብ ክፈተልና ሚካኤል ኣቦይ በቃ
ዳፅላትኩም ክትኣትዋ ኢኹም እስኻ ምርጋ መታ
ኣስተውዕል ኣርባዕተ ብስገም ካብ ዝስራሕ ባህላዊ መግብታት ግለፅ

ፍርፍር ቦሶ ሙሉ ዓሰርተ ነጥቢ ቦሶ በምሓሪ
ትግርኛ ቦሶ ባና እዩ ባና እምበር ቦሶ እዩ ድበሃል ዋ እታ ዝኸጥፋና እታ ዝዓብላ ዘረብ ቪዲዮ ርዒሙ ማለት እዩ እምበር በምሓርኛ እዩ በሶ ጥሕኒ ኣነ ቦሶ እዩ ዝፈልጦ ስሙ ብግእዝ ቋንቋ ሂኩም ኖ ኖ በሶስ በምሓርኛ እዩ ግን ኣምሻላ ይርዕም ምሽ ዝኾነ ገዛእቲ ድሕሪ መፅኦም ከም ጥልያን ብዙሕ ቋንቋ ገዲፍልና ዝኸደ ክፅጋዓልና ይደሊ እምበር ናትና እዩ ትግርኛ እዩ ቅጫ ገዓት ጥሕሎ በሶ
ንዓና ይስክበል ዋይ
እንደለን ኣስተውዕሊ ኣሕመራ ክብ ሓደ እያ ነራ ሸሞንተ ክደልኩ ኣርባዕተ ኣብ በረኻ ካብ ዝርከቡ ፍሮኦም ዝብላዕ ኣግራብ ኣርባዕተ ጥቅስ ሓደ ነጥቢ

ኣንታ ንሕና መግቢ በሊዕ ንሕና መግቢ ዓይብ ኢጂ እዩ ድዛረብ ሰብ ኩሉ ሓቦ ኦይ ኦ ማይ ጋድ ደሙ ኩላኹም ዓስር ትምፂኹም ኣለኹም ከመይ እሶም ኣየምፅኡ ዝጋ ሕጂ ሰራቂ ዋ ኣ- ሓድሽ ግደፍ ሓድሽ ኣየምፅኡ ዝጋ ሕጂ ዓሰርተ እዚኦም እዛ ወዲ እ ማስቲካ ባይ ትሃቦ ወይ እዛ ወዲ ዋ

እዚ ማርሳ ፋጥማ ገለኻ ኣይኮነን ንሶስ እንታይ ወደብ
ማርሳ
ሒዘያ እየ ዝሓወይ ሒዝክያ ናይ ሰለስተ ኣርባዕተ እውን ክትከውን ትኽእል እያ ናይ ሰለስተ ማዕረይ በዚ ወሲደልክ ኣለኹ እታ ዳሕሰብክያ እታ ዝነበርክያ
እንታይ ኣይነበረታን እሱ ደኣ እሞ እንታይ ድዩ
ክሓዛስ ሒዘያ ኣለኹ ከቢር
ከቢር
ዳህላ ከቢር ይሱ
ተረዲያትክ ዶ

ኣይ ወደኣሎም ወደኣሎም ኣይ ምልስዋን እዩ
ደሴት ፍቅሪ ዶ ክብለካ ኮይነ ናይ
ካብ ሰለስተ ሚእትን ስሳን ደሴታት ሲ ኣርባዕተ ስኢንኩ
በቃ ገደፋ
ሶር ደሴት ሶር ደሴት
እንዲያማ ጠራ ኢሎም ኣሎ ኣሎ ሕጂ ካብ ትካትዖም ፈርደኩም ዳ በል ፀውዕ ሰብ

ኣርባዕተ ነጥቢ መረብ ዋእ ረድዮ እዩ እሱ መረብ ደሓን እቲ ሬድዮ ከዓ ከም ጋዜጣ ሪኦ ነይረኹ ወይ ትማሊ ዛረበላ ነይሩ ይርጋ ኣለም ጌታቸው
ሃቢብያ ነይ ሓዳስ ኤርትራ እሞ ናይ ብሕቲ ጋዜጣ ድዩ ናይ ብሕቲ ጋዜጣ ራይሞክ
ሰቲት ኢልካስ ራይሞክ ትበሃል ነይራ ጋጣ ናይ ቀደም ድዩ ዝዓርከይ ናይ ቀደም ሰቲት ክንደ ኢልካኒ

ሓንቲ ሰው ኢና ክንፍትና ኢና ትኹን ኣይትኹን ሰቲት ምስ በልና መረብ ኢልና ዶ ደሓር እኳ መፅሄት ኮይና ነይራ እያ ምስለኒ ግንባር ኣታ እዛ ወዲ ርኢኹማ ዲኹም ስምዓንማ ሰቲት መሰልኳስ መረብ ሰቲት ግንባር እንድያ ትመፅእ ሰቲት መረብ ግንባር ኢልዋ ሓንቲ ዓዲ ፅውዓለ እ? ናቕፋ
ሆንዶ ፅና ዕድልና ክንፍትና መፅሄት ነይራ ቆላሕታ ኣታታ ኮንኩማ እታ ኣደይ ማርያም እዚ ኣነ ኣንቢበዮ ኮይነ ኮንኩን ፍሉጥ እዩ ኤርትራን ኤርትራውያን
ናብቲ ዓንቶ ዝበለካ ዋዕላ ቤት ገርግሽ ናው ተመለስ ናው ተመለስ እንታይ እዩ ሓራይ ንገረና ኣዴ ማርያም ስለ ዝረኣኹ ይኩኑ
ዊንታና ፍሉጣት እኮ ዊንታና ፅጌናይ ዘመን ናይ ብሕቲ ጋዜጣ እዚኦም ፍሉጣት እየን ስለስ ኣንተ ሓወይ ኣብርሃም መሰታ ከይብ ንእሽቶ ከየንብብ ነይሩ ኣነ ሰቲት ጥራይ ዝዝክራ ካብዘን ብራቮ ሰቲት ሕጂ ዝዝክራ ዘመን ከዓ ዝዝክራ እያ ዘመን ከዓ ኣብ ላዕሊ እያ ፅሕቶ ብራቮ ዘመን ተዘይተጋገደ ሓንቲ ተዓዘብቲ ክቕርቡና እዮም ቀይሕ ነገር ኣለዋ ተፅሕፉላ እንካ ዘመን መውፅኢ ግበረላ ሞ በለ ኣሎ እንዶ ደወዳ መን ተሪፉ እሱ እኮ ፓርቲ እኮ እዩ
ፓርቲ እኮ እሱ ፓርቲ ናይ ተስታ እዩ ሓደ ፓርቲ እኮ ኤርትራን ኤርትራን ኩነ ኣይነበረን ከጋዜጣ ንእሶም ዘውፅኦ ገለ እዮም በለ ንዕፀወልና ሕራይ እምበር ኩራት ተዓዘብትና እዛ ዝፀንሐት ናይ ዓቐብ ፀወታ ኣብ ዝተወዲኣላ ናብታ ትቕፅል ፀወታ ክነብለኩም ኢና ዝተከታተልዎ ዘለኹም መደብ ቀንዴል ፊልም ፕሮዳክሽን እዩ ሳብስክራይብ ከይትስዑ ኣብ ዝቕፅል ከዓ ካብዚ ዝበለፀ መደብ ሒዝናልኩም ክመፅእ ኢና ደማ። ዳይ ኣለኩም ዶ ዳይ መጻሕፍቲ ኣብ ዮናታን ዶት ኤስኢ ኣለኩም በብሓንቲ ዮናታን ዶት ኤስኢ ቡክ ስቶር ማዕከኑ ሰፊሕ ብስሉጥ ኣብ ኩሉ ዘባጽሕ ዋግኡ ርትዓዊ ሓደስቲ መጻሕፍቲ ቀሪቡ ዘርዊ ዮናታን ዶት ኤስኢ ቡክ ስቶር ባህሊ ንባብ ከዕቢ ዝጽዕር ማዕከኑ ምሉእ ሓቀኛ ዛንታ ልብወለድ፣ ፍልስፍና፣ ማሕበራዊ ህይወት፣ ስነ-ልቦና፣ መንገዲ ዓወት፣ ታሪኻዊ ዛንታታት፣ ጥዕና፣ ቁጠባዊ ሓርነት፣ እንታይ ዘየማልእ ባህጊ ዓማዊል ክመልእ ዮናታን ዶት ኤስኢ ቡክ ስቶር ሓደስቲ መጻሕፍቲ ይውንን፣ ካብ ወጻእን ዓድን ኣገባባቱ የማዕብል፣ ብሎምን ጽባሕን ዮናታን ዶት ኤስኢ ኣብ መላእ ዓለም ደበኽ ክብል ዘይእገም በዚ መርበብ ሓበሬታ ርኸቡና ወይ ውን በዚ ተሌፎን ክትድውሉልና ትኽእሉ Yonatan dot se Bookstore።
ሓራይ እምባር ኩራት ተዓዘብትና እቲ ትከታተልዎ ዘለኹም መደብ ቀንዴል ፍሊም ፕሮዳክሽን እዩ ሳብስክራይብ ከይትርስዑ ኣብዚ መደብ ዘለኩም ሪኢቶ ካብቲ ናይ ቦታ ኮመንት ክትጽሕፉልና ክንጽበ ኢና ከምዚ ኢልና ብዘመናውን ባህላውን ክዳውንትን ማዕሪግና ክንውዕል ዝገበረትና ሓብትና ሳባ ሃይሉ ምልኮት ወይ ከኣ ኩንሽ ሸባ ዲዛይነር እዩ ከምዚ ዓይነት ክዳውንቲ ኣብ ዘለኹሞ ሃገራት ኮንኩም ምስ ትደልዩ በዚ ኣብ ታሕቲ ንገርፈልኩም ኣድረስ ንደወል ምስ ትድውሉልና ኣብ ዘለኹሞ ከተፍ ከነብለወልኩም ኢና ምርጫኹም ኩንሽ ሸባ ዲዛይነር እኹም ከምኡ ውን ከምዚ ኢሉ ብዲኮር ኣማዕሪግልና ዝወዓለ ሓውና ዲኖ ዲኮር እዩ ኣብ ኣዲስ ኣበባ መጺኹም ንመርዓ ንሕጸ ንጥምቀት ኮታስ ዲኮር ዘድልየ ነገራት ምስ ዝህልወኩም ምርጫኹም ዲኖ ዲኮር ይኹን ዲኖ ዲኮር በጀካ እዚ ንመበል ዓሰርተ ሓሙሽተ ግዜ ናይ ዲኮር ትምህርቲ ይህብ ስለ ዘሎ ናይ ዲኮር ትምህርቲ ክትወስዱ ዝደልዩ መንእሰያት ምስ ትህልዉ በዚ ታሕቲ ንገርፈልኩም ኣድረስ ደዊልኩም ክትመሃሩ ትኽእሉ ኢኹም መደብና ገና ቀጻሊ እዩ እዚ ቀንዴል ፊልም ፕሮዳክሽን እዩ ሳብስክራይብ ከይትርስዑ